ሰላም ሓላላት ከመይ ቀኒኹም ንሎሚ ብዛዕባ ፌስቡክ ፓስወርድ ሓንቲ ቪድዮ ሒዘልኩም መፅእ ዘለኹ ካብ ብዙሓት ስለ ዝተሓተተት ካብ ብዙሓት ቀረብቲ ይትሕተተኒ እያ ናይ ፌስቡክ ፓስወርድ ኢኻ ትርስዖ እሞ ግን ኣቲኻ ኣለኻ ኣብቲ ሞባይልካ ድዩ ኣብ ላፕቶፕ ኣብ ዝኾነ ኣቲኻ ኣለኻ ኣይወፃኻን እቲ ትጥቀመሉ ዝነበርካ ቁፅሪ ቴሌፎን ግን ቀይርካ ኣለኻ ሲም ካርድ ክጠፍኣካ ይኽእል ብዝኾነ እታ ሲም ካርድ እታ ቁፅሪ ቴሌፎን ንሳ ምሳኻ የላ ስለዚ ከመይ ጌርካ ትቐይሮ ትዝክሮ ተኮይንካ እቲ ፓስወርድ ፀገም የብሉን እዚ ግን ፓስወርድ ረሲዕካ ኣለኻ ቁፅሪ ቴሌፎን ከዓ ምሳኻ የለን ከመይ ጌርካ ፓስወርድኻ ትቕይር ንብዙሓት ዘጋጠሞም ጸገም እዩ ንዓኹም ከኣጋጢማትኩም እንተኮይኑ ነዛ ቪድዮ ረኣይዋ መፍትሒ ኣለኒ ቅድሚኡ ግን ናብዛ ቻነል ሓደሽቲ ዝኾንኩም ሳብስክራይብ ግበሩ ተፈቲኹምዎ ላይክ ግበሩ ምስ ፈተውትኹምን ስድራ ቤት መጀመርያ ኣብዛ ስሉስ ኩርና ንፀቅጥ ኣብ ሞባይል ናት ኮይኑ ኣብተን ሰለስተ ሽራእ ሽራኣት ማለት ኣብተን ሰለስተ ሕንፃፃ ድሕሪኡ ኣብ ሴቲን ንኸይድ ሴቲን ምስ ከድና ሴኩሪቲ ነቲ ክንቅይሮ ንፍትን ማለት ቸንጅ ፓስወርድ ዝብል ዘሎ ብዝንኣቶ ክንቅይሮ ንፍትን እሞ ኣብዚ ኣብዚ ረኣይዎ ሕጂ ካረንት ፓስወርድ ዝብለና ኣሎ ክንቅይሮ እንድሕር ኮይና እታ ዘላ ፓስወርድና ክነእትዋ ኣለና ንሕና ግን ረሲዕናያ ኣለና እታ ፓስወርድና ክንዝክራ ይካልና እንድሕር ዝትዝክራ ኮይንካ ፀገም የብልና ኣብዚ እቲኻ ኣብዚ ከዓ ሓድሽ ክትቅይር ትኽእል ማለት እዩ እስከ ሕጂ ፈርገት ፓስወርድ ንበላሞ ኣብዚ ሂባትኒ ዘላ ከምቲ ዝበልኩም ዝጠፍአት ሲም ካርድ እያ ወይ ከዓ ምሳይ ዘየላ ሞባይል እታ ቁፅሪ እታ ሲም ካርድ የላን ምሳይ እታ ቁፅሪ ሰንድ ኮት ዝብል ዘሎ ሰንድ ኮት እንተኢለዮ ናብታ ሓንቲ ቁጽሪ እዩ ክኸይድ ክረኽቦ ኣይክእልን እየ ማለት እዩ እቲ ኮድ ክቕይር ኣይክእልን እየ ኦኬ እታ ሞባይል ምሳኻ ተላ ኮይና እታ ሲም ካርድ ኣላተ ኮይና ነዚኣ ኣብዚኣ ኣድኪርካያ ዘለካ ፀገም የብሉን እንተ ጠፊኣ ንሳ ግን ንኸይድ እሞ ናብ ሴቲን ንኸይድ እንደገና ንጽል ስክሪን ኣህሪና ሴቲን ነታ ሴቲን እንደገና ሴቲን ኣትና እንደገና ሴቲን ናቱ ማለት ጀነራል ናቱ ኦኬ ኣብዚ እዚኣ ሓንቲ ቁጽሪ ኣላ እታ ቁጽሪ ጠፊኣ ዘላ እዚኣ ሂብያ ዘለኹ ኤዲት ይብላ ኤዲት ኢለ ካልእ ቁጽሪ ክውስኸላ ካልእ ተሌፎን ናምበር ክህባ እየ ቁፅሪ ተሌፎነይ ካልእ ምሳይ ዘሎ ቁፅሪ ተሌፎን ክህባ እየ እታ ሓንቲ ሲም ካብዘይ ስለ ዘጥፋእኩዋ ማለት እዩ ሓራይ ንቐፅል ኣድ ኣብ ተሌፎን ናምበር ንብላ ኣብዚ እቲ ዝደለኻዮ ተሌፎን ቁፅሪ ትህባ ማለት እዩ ደሊኻዮ ዘለኻ ይህባ ኣለኹ ናተይ ይበእ ኮንፊርም ይብላ ማለት እዩ ኮንፊርም ምስ በልክዋ ናብታ ምሳይ ዘላ ቴሌፎን ኮድ ክመፀኒ እዩ ኮድ ቁፅርታት ክመፀኒ እዩ ነቲ ኮድ እየ ዝፅበ ዘለኹ ብዚ መጺኒ ኣሎ እቲ ኮድ እዚ ኮድ መጺኒ ስለ ዘሎ ሕጂ ኣብዚ እየ እትዋ ኣብዛ ተዋሂባትኒ ዘላ ቦታ ናይታ ኮድ እየ እትዋ ናብታ ሓዳሽ ሲም ካርድ እዩ መጺኒ ዘሎ ኣብዚ እየ እትዋ እቲ ኮንፊርም ይብላ ማለት እዩ ኮንፊርም ምስ በልክዋ ኦኬ ኣብዚ ረኣዮ ሕጂ ዝኾነ ምልክት ይፋትን ኣላ ኦሬዲ እቲ እዚ ቁፅሪ ና እምበርካሲ ተወሲኹ ኣሎ ናብቲ ፌስቡክካስ እዚ ቁፅሪ ቴሌፎንካ ተወሲኹ ኣሎ ትለን ማለት ሕጂ ከይድ ናብቲ መቐየሪ ናይቲ ፓስወርድ ክኸይደ ሕጂ ኣብ ሴቲናት ቸንጅ ፓስወርድ ክብለ ቸንጅ ፓስወርድ ምስ በልኩዋ ፎርገትን ፓስወርድ ብላ ኣብዚ ራይዋ ሕጂ ክልቲኤን ኣምጺኣትለይ ኣላ እታ ዝጠፍአት ሲም ካርደይን እታ ዝጠፍአት ቁጽረይን እታ ዘላ ቁጽረይን እቲ ሰንድ ኮድ ቪያ ኤስኤምኤስ ዝብል ዘሎ ብዚ ናብታ ሕጂ ዘላ ቁጽረይ ይገብሮ ድሕሪኡ ኮድ ናብ መጠና ኣይሽገርን ማለት እዩ ከንፊርም ብላ ኮድ ናብዛ ሕጂ ዘላ ቁጽሪ ቴሌፎነይ ክሰዱለይ እዮም ጽበ ኣለኹ መጺእኒ ኣሎ ኮድ መጺእኒ ኣሎ ኣብዛ ሕጂ ዘላ ቁጽሪ ተሌፎነይ መጺእኒ ኣሎ እታ ኮድ ዝመጸትኒ ኣብዚኣ የእትዋ ነእትየ ነታ ኮድ ኮምፒር ንብላ ሽዱሽተ ቁጽሪ ዝሓዘት ኮደ ኦኬ ኣብዚ ረኣዮ ሕጂ ክቕይሮ ሕጂ ጸገም የብለይ ኒው ፓስወርድ ይብለኒ ኣብዚ ዝኾነ ካረንት ፓስዎርድ ገለመለ ከየእተኹ እቲ ዝደለኽዎ ሓድሽ ፓስዎርድ ክዝክሮ ዝኽእል ሓድሽ ፓስዎርድ የእትወላ ማለት እዩ እቲ ናይ ቀደም ምዝካር ኣየድልየንን እዚኣ እታ ዝደለኽዋ ፓስዎርድ እቲ ሓንቲ ግዜ እዚኣን ክንጥንቀቕ ዘለና ስለ ዘይትድግመካ ሓንቲ ግዜ ስለ ዝኾነት ተጠንቂቕና ክነእተወ ኣለና ነዚ ክራት ክኸውን ኣለዋ ኒው ፓስወርድ

ሕጂ ሎግ ኣውት ኣዘር ዲቫይስስ እንድሕር ኮይኑ ሎግ ኣውት ኦፍ ኣዘር ዲቫይስስ እንድሕር ኮይኑ ካብቲ ኩሉ ኣቲኻ ዝነበርካ ኣብ ሞባይል ይኹን ኣብ ኮምፒውተር ኣብ ታብሌት እቲኻ ዝነበርካ ካብ ኩሉ ሎግ ኣውት ንምግባር ማለት እዩ ድሕሪ ሞባይል ጠፊእካ ወይ ገለ ከምኡ ኢኻ ዝገብሮ ኣነ ግን እስተይ ሎግድ ኢን ገይረ ኣለኹ ምክንያቱ ክወፅእ ኣይደለኹን ካብ ላፕቶፐይ ካብ ሞባይለይ ክወፅእ ኣይደለኹን ጠፊእኒ ኣይኮንኩን ዘብለ ዘለኹ እቲ ሞባይለይ ጠፊእኒ ስለ ዘይኮንኩ ወዲእ ኣለኹ እዚኣ ትመስል ሓላላት ካልእ ከምዚ ዝመስል ሕቶታት ተለኩም ብዛዕባ ፌስቡክ ፓስፖርት ወይ ገለ ክትሓትኑ ትኽእል ኢኹም ሰሰናዩ ኣብ ዝመጽእ የራኽበና ኣብዛ ቻነል እዚኣ ሳብስክራይብ ምበር ኣይትሕመቁ እንተፈቲኹማ እዛ ቪድዮ ላይክ ግበሩ ምስ ከተትኹም ሼር ግበርዋ ሰሰናዩ